ዋው ዋው ዋው ሰላም ኣምላኽ ንዓኹም ይኹን ከመይ ደሓን ዶ ሎሚ ብጣዕሚ ሓንቲ ደገርም ቪድዮ ናይ ፓስተር ጎይታኦም ክንሪኣ ኢና ማለት እዩ ትማሊ እየ ዘርጊሐያ ነይረ ደገርም በቃ ተኡ ኣልዒለዎ ዘሎ ሓሳብሲ ብጣዕሚ በቃ ደስ ዝብለካ ነው ንራእያ እስኪ ንራእያ እሞ ብዙሕ ልዛረብ ኣለኒ ቤተ መንግስቲ ክመፅእ ሕጂ ስልጣን መንግስቲ እንድሕር ዳኣ ርኢናዮ ኣብ ሃገርና ሓደ ዝንቡዕ ነገር እዩ ዘሎ ዝነገሰ ከመይ ኢሉ ነጊሱ ኣይግድሶን እዩ እቲ ሰብ ምኽንያቱ ነቲ ዘሎ ስልጣናት ንከቐምጥዎ ንከይጥምቶ እቲ ሰብ እናተባህለ ዝነገሰ ንጉስና ዝበሃል ኣበሃህላ ኣሎ ከመይ ከም ዝነገሰ እዩ ከገድሶ ዝግብኦ ግን ሕጂ ዝኾነ ዝተኣኻኸቡ ሰብኣይን ሰበይትን እንዶ ንብሎም ኢና ኖ ከምቲ ሕጊ ኣምላኽ ዝመፁ ኢና ከምቲ ስርዓት ኣምላኽ ዝመፁ ነቲ ሕጊ ኣምላኽ ዝገበሩ ኢና መርዓ ንኣምነሉ ዝኾነ ዶ ሽማግለ ክኸውን እዩ no ኣይኮነን እቲ ህዝቢ ስልጣን ዝሃቦ እባ ሽማግለ ኣብ ሃገር ከኣ ልክዕ ከማያ እቲ ህዝቢ እዩ ስልጣን ዝህቦ ንመራሒ ባዕሉ ዝነገሰ ኣይኮነን ንጉስ እዚ ናብ ሃገርና ኣይንርኣዮ ናብ ካልእ ኣይንርኣዮ ብመጽሓፍ ቅዱስ ጥራሕ ክንዛረብ መጽሓፍ ቅዱስ ጥራሕ ኢና ሕጂ ውን ክንሰምዕ ዘለና ኣብ ዘዳግም ዓሰርተ ሸውዓተ ምዕራፍ ቁጽሪ ዓሰርተ ኣርባዕተ ከምዚ ትብል፣ ንጉስ ኣብ ልዕሌኻ ከተንግስ ምስ እትደሊ ኢያ ትብል። እቲ ፍቓድ ናይቲ ህዝቢ ኢዩ። እቲ ስልጣን ዝህብ ህዝቢ ኢዩ። እቲ ዝሓሪ ህዝቢ ኢዩ። መን እመርጾ ዝገብር ህዝቢ ኢዩ። ስለዚ እግዚኣብሄር ኣብ ዘዳግም ኢዩ፣ እቲ ኣብ ሳሚኤል ዘሎ እክጭቁነኩም ኢዩ ገለ ዝብል ካልእ ኢዩ። ገና ኣብ መንገዲ ኸለዉ፣ ኸይመጹ ኸለዉ፣ ምድሮም ከይወረሱ ኸለዉ፣ ኣብ ምድርኹም ምስ ወረስኩም፣ ንጉስ ኣብ ልዕሌኻ ከተንግስ ምስ እትደሊ። እዚ እንታይ ማለት እዩ? ንጉስ ኣብ ልዕሊ ሰብ ዝመጽእ ብፍቓድ ሰብ እዩ፣ ከም ሽማግለ፣ ከም ሰብኣይ። ንጉስ ከኣ ብፍቓድ ሰብ እዩ ኣብ ስልጣን ዝመጽእ። እቲ ስልጣን ናይ ንጉስ፣ ህዝቡ ዝሃቦ ስልጣን እዩ ስልጣን ዝበሃል ዘሎ። ነዚ እዩ ኸኣ ኣብቲ ሮሜ ዓሰርተ ሰለስተ ንዓኻትኩም ዝነቕሑ እዮም፣ ንዓኻትኩም እዮም ዝሓስቡ፣ ንኽፉእኹም ዝተስኡ ኣይኮኑን ዝብል። ግን እንድሕር ደኣ ከምኡ ኮይኖም ብትኽክል እዚ ስልጣን እዚ ካብ ኣምላኽ እዩ። ምእንታኹም ነቒሖም ይሓድሩ፣ ዝሰረቐ ይኣስሩ፣ ንዘፍር ንጥዑይ ሰብ መዓስ የፍርሑ ይብሉኻ። እዋ እዚ ደኣ እሞ ካብ ሰብ ስልጣን ካብ ሰብ ስልጣን ዝረኸበ እዩ ዝኸምኡ ዝገብር ግብሪ ካብ ሰብ ዝእክብ እዩ ከምኡ ዝገብር እቲ ኣብ ሮሜ ዓሰርተ ሰለስተ ዘሎ እዚ ንሕናን ዓድኻን ንነብሮ ዘለና ምምሕዳር ዘለዎ እዩ እዚ ምረፁና እናበሉ ኮለል ዝብሉና ዓዲ እዩ እዚ ኣነ ሕሸኩም ኢሎም ድምፂ ሃቡኒ በጃኹም ንዓይ ደግፉኒ ዝብሉ ኣብ ከምዚ ዝኣመሰለ እዩ ከም ድላይና ንኣቱ ከም ድላይና ንወፅእ ዘለና እዚ ኣብዚ ዘሎ ምርጫ ንሪኦ ኣለና ስለዚ ሮሜ ዓሰርተ ሰለስተ ንዓኻትኩም ንኹፉእ ነገር ደኣ እምበር ነቶም ሰናይ ዝገብሩ ኣየፍርሑን እዮም ዝብሉ ዝብለካ እቲ ጽሑፍ እዚ ከኣ ካብ ህዝቢ ዝወጸ መራሒ እንተ ደኣ ኮይኑ መታን ቮት ሰብ ከይስእ ሰከንድ ተርም ምእንቲ ክኸይድ ተረዲኻኒ ኣለኻ መሊሱ ክውስኽ ነቲ ህዝቢ ዝሓይሽ ክሓስብ ነቲ ህዝቢ ዝሓይሽ ክገብር እዩ ዝጽዕር ስለዚ ስልጣን ካብ ኣምላኽ ኢሉ እኳ እንተ ሃለወ፣ ኣመጻጽኣ ንጉስ ከኣ ኣምላኽ ግልጺ ገይሩ ጽሒፉልና እዩ። እዚ ዓሰርተ ሸውዓተ ዘዳግም ንመጻኢ ብሰፊሕ ነገር ክዛረቦ ይደሊ እየ፣ ምኽንያቱ ከተንግሶ ከለኻ ከኣ ዓጽምኻን ስጋኻን ይኹን፣ ምኽንያቱ መዘወር ናይ ሃገር ትህቦ ዘለኻሲ ስጋኻን ዓጽምኻን ምዃኑ እውን ኣረጋግጽ፣ ወለድኡ ኣረጋግጽ፣ ወዲ ዓድኻ ድዩ ካባኻ ድዩ ኣረጋግጽ ዝብልን ካልእ ነገር ኣሎ ገንዘብ ሃገር ኣይሓዝ ገንዘብ ኣይሓዝ ብዙሕ እናበለ ብዙሕ ነገር ኣብኡ ኣቐሚጡ ኣሎ እዚ ዝመሃሮ ሰብ የለን እዚ ዝገንጸሎ ሰብ የለን ካብ ናይ ሓዳር ካብ ናይ ቤተክርስትያን ዝሓለፈ ስብከት የብልናን ዳንኤል ሓወይ ኣይትሓዝን ግን ኣምላኽ ብግልጺ ገይሩ ጽሒፍዎ ኣሎ ንጉስ ዘንግስ ህዝቢ እዩ መራሒኡ ዝሸይም ኣብ ሃገር ህዝቢ እዩ ኢልና ኣምላኽ ብቐዳማይ ጠቒሰልካ ነይረ ኣምላኽ ፈጣሪና ክነሱ ኣብ ሂወተይ ጎይታ ኢኻ ንጉስ ኢኻ ክብሎ ባዕለይ እየ ዝሸሞ ዘይተሾመ ባዕሉ ርእሱ ዝሸይም የለን ጎይታ እኳ ባዕሉ ሊቀ ካህናት ክኸውን ርእሱ ባዕሉ ኣይሾመን ተሾመ እምበር ኣይሾመን ይብል ንህዝቢ ዘገልግል ተሸይሙ እዩ እምበር ባዕሉ ርእሱ ሸይሙ ዘገልግል የለን መጽሓፍ ቅዱስ ውዱቕ እዩ ዝገብሮ ነዚ ስለዚ ከም ሃገር ይምጻእ ከም ኣብ ቤተ ክርስትያን ስልጣን ይምጻእ ከም ኣብ ቤት ስልጣን ይምጻእ ሂብካ ኢኻ ስልጣን መሊስካ ግዛእ እትብሎ ማለት እዩ ስለዚ ነቲ ህዝቢ እዩ ተዋሂብዎ ስልጣን ስልጣን ክህብ ነቲ ህዝቢ እዩ ሂብዎ እግዚኣብሔር ንጉስ ከተንግስ ምስ እትደሊ ኣቲ መምርሒ ሂብዎ ኣምላኽ ስለዚ ብፍቓድ ሰብ ዝመጽእ መራሒ ጥራሕ እዩ ኣብ ሃገር ክገዝእ ዝኽእል ነዚ እዩ ከዓ መፅሓፍ ቅዱስ ክስታይ ዝብሎ ማለት እዩ መራሒ ዝብሎ ስልጣን ተቐቢሉ ዝብሎ ካብ መን ስልጣን ተቐቢሉ ካብ ህዝቢ ኢኻ ስልጣን ተቐበሉ ብድሌት ህዝቢ ኢኻ ትመፅእ ኣብ ርእሲ ሰብ ትቕመጥ ብፍቓድ ሰብ ኢኻ ኣብ ርእሲ ሰብ ትቕመጥ ምክንያቱ ሰብ ምርጫ ኣለዎ ብምርጭኡ እዩ ሰብ ኣብ ልዕሊኡ ዝገብር ንኣምላኹ ከማን ብምርጭኡ እዩ ኣብ ልዕሊኡ ዘንግሶ ዘሎ ጎይታ ንቕበሎ ዘለና ብምርጫና እዩ ፈጣሪና እኳ ኾኑ ሰብ ፍቓድ ስለ ዘለዎ፣ ሕሬት ስለ ዘለዎ፣ ኣብቲ ውሽጡ ነብሲ ዝበሃል ስለ ዘለዎ፣ ፍቓድ ዝበሃል ስለ ዘለዎ፣ ዘይፈቐዶ ኣብ ልዕሊኡ ክቕመጥ ኣይደልዮን እዩ ኣምላኽ። ነዚ እዩ ኸኣ ንጉስ ከተንግስ ምስ እትደሊ። እቲ ስልጣን ናይ ህዝቢ እዩ። ኣብ ቤተ ክርስትያን ስልጣን ናይ ህዝቢ እዩ። ኣብ ቤት ኣብ ሃገር ስልጣን ናይ ህዝቢ እዩ ኢሉ እዩ ኣምላኽ ኣቐሚጥዎ ዘሎ።
ስመይ ጎይትኦም ገብረዮናስ እበሃል። መቕማጠይ ኣብ ሜርላንድ ሕቡራት መንግስታት ኣሜሪካ እዩ። ነዛ ቪድዮ እዚኣ ክሰርሕ ኣብዚ ዘምጽኣኒ ንፍትሒ ክድግፍ ሓወይ ካሌብ ዘወንጌል ብዘቕረበለይ መጸዋዕታ እዩ። እቲ ኣነ ዘምልኾ ኣምላኽ ከኣ ፍትሒ ዘፍቅር ዓመጻ ዝጸልእ ኣምላኽ ብምዃኑ ነዚ ክገብር ኣብዚ ኣለኹ። መጽሓፍ እዮብ ሰላሳን ሸውዓተን ዕስራን ሰለስተን እቲ ነቲ ኩሉ ዝኽእል ክንረኽቦ ኣይንኽእልን ኢና ንሱ ብሓይሊ ብፍርዲ ብፍትሒ ዓብዩ ንሓደ እኳ ኣይጭቁንን ይብል እቶም ንሽጉራትሲ ፍትሒ ክኽልክልዎም ንድኻታት ህዝበይ ከኣ መሰሎም ክገፍዎም ንመበለታት ምርኮኦም ክገብርወን ንዘኽታማት ድማ ምእንቲ ክኸትርዎም ኢሎምሲ ሕጋጋት ዓመጻ ዝሕግጉ ሕሰም ዝጽሕፉ ጸሓፍቲ ወይለኦም። ኢሳይያስ ዓሰርተ ሓደን ክልተን። ካብዚ ብምብጋስ ኣብዞም ዝስዕቡ ፍትሒ እጽውዕ። ቀዳማይ፣ እሱራት ምፍታሕ እሱራት። ከምቲ መጽሓፍ ምሳሌ ሰላሳን ሓደን ሸሞንተ ኣብ ክንዲ ዓባስ ኣብ ክንዲ እቶም ጸግዒ ዘይብሎም ኣፍካ ክፈት ዝብል፣ ኣብ ክንዲ እቶም ብእምነቶምን ለውጢ ብምሕታቶምን እተኣስሩ ኣፍ ከለዎም እተዓብሱ፣ ፍትሒ ክረኽቡ ኣፈይ ይኸፍት ድምጸይ እስምዕ ኣለኹ ካላኣይ ቅዋም ወንጌል ዮሃንስ ሸውዓተ ሓምሳን ሓደን ሕግናኸ ንሰብዶ ቅድም ከይተሰምዐን እቲ ዝገበሮ ከይተፈልጠን ይፈርዶ እዩ ከም ዝብል ነዚ እዩ ቅዋም መሰል እቲ ብመልክዕን ብምስልን ኣምላኽ እተፈጥረ ክቡር ሰብ ዝሕሉ ሕጊ ስለ ዝኾነ ቅዋም ዝነገሳ ሕጊ ዝሰፈና ሃገር ኮይና ክሪኣ ካብ ዘሎኒ ባህጊ ኤርትራ ብቅዋም ክትመሓደር እጽውዕ። ሳልሳይ ምሕንጻጽ ዶብ መዝሙር ሚእትን ዕስራን ክልተን ሸውዓተ ኣብ ውሽጢ መካበብያኺ ሰላም ኣብ ውሽጢ ኣዳራሻትኪ ልምዓት ይኹን ይብል። ብዘይ መካበብያ ልምዓት ዶብ ከየውሓስካ ሰላም ስለዘየለ ምሕንጻጽ ዶብ ቀዳምነት ክወሃቦ እጽውዕ። ራብዓይ ዋሕዚ ስደት መጽሓፍ ምሳሌ ዓሰርተ ኣርባዕተ ዕስራን ሸሞንተን ምብዛሕ ህዝቢ ክብሪ ንጉስ እዩ፣ ምውሓድ ህዝቢ ግና ጥፍኣት መስፍን እዩ ይብል። እምበኣርሲ ካብዚ እንመሃሮ ቀዳማይ ሃብቲ ሃገር ንሃገር ህዝቢ እዩ፣ ቀጻልነት ህላውነት ሃገር ከኣ ብህዝቢ እዩ። መንግስቲ ኤርትራ ዋሕዚ ስደት ደው ከብል ቆላሕታ ክገብር እጽውዕ። በዚ ዝሰማማዕ ዘበለ ኩሎም ኣገልገልቲ ከኣ በዚ እዋናዊ ጉዳይ ንኹሎም መራሕቲ ኣቦታት እምነት ፍትሒ ክብሉ መጸዋዕታይ ኣቐርብ።
ያህ ደስ ዝብል እንታይ ይኽብለና ጸኒሑ ፓስተር ጎይቶም ስልጣን ናይ ኣምላኽ እዩ እንዳበልና ሲ ዝኾነ መራሒ መጺ ክገዛእና ን ከም እዚ መጽሓፍ ቅዱስ ኣይኮነን ንብላለን ትኽክል የስ በቃ ማለት እንታይ እሞ ትግርኛ ኣይተዛሪቡ እንታይ እሞ ክትርጉመሉ ነዚ ኣነ ሓጎሰይ ጥራሕ ክገልፅ ዘሊ ብጣዕሚ የሐጒስኒ ስለዚ ነዚኦም ከምዚኦም ዓይነት ሰባት ፍለጥዎም ይብል መፅሓፍ ቅዱስ ሞራል ክንህቦም ይግባእና ቅኑዕ ፓስተር በቃ ርኢኻ ኣለኻ ኣብ ህዝቢ ኤርትራ ዘሎ ሽግር ስለ ድረኣየ በቃ ኣመራርሓ ኣብ ኤርትራ ፀገም ኣሎ ኢሉ እዚ ቅንዕና እምበር መጽሐፍ ቅዱስ ተገዝዎ እዩ ዝብል እሞ ንገዛእዮ ገለገለ ካበይ ድመጸ ጸወታ እዩ እዚ እንታይ ዓይነት ጌም እዩ ንባዕልኻ ወጺኻ ካብቲ ዓድስ ተገዛዮ እንዳበልካ ሰብ ክትምህር ብጣዕሚ ብጣዕሚ ከቢድ ሓጢኣት ግብዝና በሃል ኣለኹም ገሌኹም ፓስተራት ነቢያት ሃዋርያት ኤርትራውያን ከምኡ ትኣምኑ ማለት እዩ ወላ ሕሱም ይኹን ተመራሒ ንገዛእዮ እንዳበልኩም ጌጋ ትምህሩ ኣለኹም ኤንወይ ሰብ ይዕዘበኩም ኣሎ ጽቡቕ ኣይኮነን ትገብሮ ዘለኹም ግብሪ ግን ማለት ንዓኹም ኣብ ትዕዝብቲ እትወኩም ኣሎ ቅኑዓት ናይ ኣምላኽ ሰባት ዘይትኾኑ እንድሕር ምግዛእ ኮይና ዳኣ ንምንታይ ሃዲምኩም ንስኻትኩም ንምንታይ ወፂኹም ያ መልሱ መልሲ የለን ብጣዕሚ ማለት ቁሩብ ኣይትሓስቡ እንዲኹም ሰብ ዕዘበና ኣሎ ሰብ ሰምዓና ኣሎ ኣይትብሉ እንዲኹም ብጣዕሚ ድገርመካ ናይ ገለገለ ፓስተራት ሃዋርያት ነቢያት ከመይ ዓይነት ስንፍናን ከመይ ዓይነት ርእሰ ምፍታው እዩ ዘለዎም ማራ እዩ ዝገርመካ እንታይ እዮም ድሕዞም ነዚ ገባቲ ስርዓት ዘይምቅዋም እንታይ እዩ ድሕዞም ሓረከ ስቕ ከደ ይብሉ ኣፎም ሒዞም ስቕ ዘይብሉ ድሕር ዝፈርሑ ኮይኖም ምናልባት ስድራ ቤቶም ገለ ኣብ ኣብ ዓዲ ተለሞም ገለ ሽግር ከይመፆም ዝፈርሑ ኮይኖም ስቕ ከደ ይብሉ ወፂኻስ ዓጀውጀው ብጣዕሚ ይገርመካ ብጣዕሚ ተሓዝን ከክንደኦም ሲ ንስኻ እንታይ ትኸውን ተሓፍረሎም ማለት እዩ ብዝኾነ ግን ከምዚኦም ዓይነት ፓስተራት ክትርኢ ከለኻ ከዓ ትሕጎስ ከም በዓል ፓስተር ጎይቶም ማለት እዩ እንታይ ኢሉ ፓስተር ጎይቶም ግልፂ በቃ ዛሪቡ ሰብኣይን ሰበይትን ኢና ስለ ዝበለ ኩሉ ሰብኣይን ሰበይትን ኣይትብሎን ኢኻ ኢሉ ፅብቕቲ ምስላ ከመይ እዮም ተመርዒቦም መን እያ መርዒቦም እዚታት እቲ ሓቀኛ ቃል ኪዳን ኣይና እዩ ሕጂ ራእዮ እቲ ኣካይዳ ናይቲ መንፈስ እቲ ኣዘራርባ ደስ ዝብለካ መራሒ ከዓ ናይ ህዝቢ እዩ ህዝቢ ክመርፆ ኣለዎ ኢልካ ሓቁ እዩ ኣብ ዓድና ዘሎ መራሒስ መን እዩ መሪፅዎ ህዝቢ መረፆ ግዜያዊ መንግስቲ ተባሂሉ ንኮላ ጥሪዋ ኣፅረሮም ኢሎሞ እኮ ሳጉኡ ደዲ ተቃወመ ጉድጓድ እንዳእተወ እንዳሰንከለ ጥይት እንዳሃረመ ወዲእዋ ሕጂ ነዚ ሲ ዓገብ ክንዲ ትብሉ

ፖስት ሽምኩም ምጥቃስ ኣየድልን ስእልኹም ምልጣፍ ኣየድልኒ ግን እቲ ሓቂ ክንዛረበኩም ኢና በቃ ብጣዕሚ ኢና ንጉሄልኩም ብጣዕሚ ዋ ከም ሰብ እቲ ጸጋኹም ስለ ነኽብሮ ኢና እምበር ኣብዚ ጉዳይ ፖለቲካ ናይ ኤርትራ ትገብርዎ ዘረባታት ገለመለ ብጣዕሚ ኢኹም ተሕፍሩ ብጣዕሚ ባባባባ ኣብዚ ለንቅነ ሓደ ፓስተር ኤርትራዊ ኣብ ናይ ህግደፍ ኣኼባ ተኣኪቡ ርእዩ ብስእሊ ሰባት ሰይዶምለይ ብጣዕሚ ሓዚነ በቃ ከመይ ጌርካ ሕጂ ምስዚኦም ከተገልግል ትኽእል ከመይ ጌርካስ ኣብ ናይዚኦም መኣዲ ክትኣቱ ትኽእል ዋ ሰብ ኣብ ኤርትራ እንዳተኣሰረ ሰብ ኣብ ኤርትራ እንዳተገፍዐ ሰብ ኣብ ኤርትራ እንዳተጨወየ ክንደይ ፓስተር ክንደይ ክንደይ ኣገልገልቲ ኣታ ኣታ ከመይ ዓይነት ስንፍና እዩ ናይ ገለገለ ፓስተራት ኣነ ሓደ ሓደ ግዜ ሲ ያ ተሓዝን ኢኻ ሕጂ ብቐዳማይ ሲ ኩሊቱ ሓሚሙ ዝልምን ዝነበረ ዝልምን ኢለ ሶሪ ሓግዙኒ ዝብል ዝነበረ ክልተ ኩሊቱ ፌል ገይሩ ምስ ሰበይቲ ወፂኦ ምሽ ኣብ ሶሻል ሚድያ ሓግዘና ገለ ሓግዙኒ ገለ ይብል ነይሩ ገንዘብ ናቱ ታሪክ ሕጂ ብጣዕሚ ዝገርመካ ነጊሮምኒ ኣብ ኤርትራ ኣብ እስሪ ቤት ይኸም ኮይኑ ኩሊቱ ስኢኑ ኣብ ቤት ማእሰርቲ ኤርትራ ከምዚ ንዝገበረ መራሒ ስልጣን ዝድግፉ ፓስተራት ኣለዉ ብጣዕሚ ኢኻ ትሓዝን በቃ ከምዚ ንዝገብር ስርዓትሲ መንግስትና እዩ ንገዛእዮ ገለገለ ገለ ክብሉ ከለዉ ደምካ ኢኻ ዝፈልሓካ ማለት እዩ ገሊኣቶም ከዓ ኣብቲ ናይ ህግደፍ ኣኼባ ኣብኡ ርኢናዮም ብስእሊ ኣነ ርእዮ ብፍላይ ሓደ ፓስተር ርእዮ ሰንቢደ ሰብ ልኢኽለይ ከመይ ድኸውን ደሎ እንታ ጎይታ ኢለ በቃ በዚ ኩሊቱ ሓሚሙ ርኢኹምዎ ኢኹም ኣዳይ ሓደ ፓስተር ማለት እዩ ናብ ቱርኪ ናብ ገለ ክሕከም ደልዩ ኣዋፅእሉ ገለ ኢልማ ምሽ ኣነ ክማን ሸር ገይረ መን እዩ ከምዚ ገይርዎ ነቲ ወዲ ተልካ እቲ ስርዓት ኣብ ኤርትራ ዘሎ ስርዓት በዚ መፂኦም ከዓ ምስ ህግደፍ ይሓብሩ ከዓ ንርኢ ኣለና ምስ ህግደፍ ኣብ ናይ ህግደፍ ኣኼባታት ከይዶም ኣብኡ ተሳኢሎምን ገለመለን ይመፁ ኣለዉ ማለት እዩ ፓስተራት ሸም ሸም ሓፊርናልኩም ገፅኩም ትርሓቕ ሶሪ ነዛ ቃል እዚኣ ሶሪ ኣነ በቃ ይሓርቕ በጃኹም ኣነ ክሕርቑኑ መዓት እዮም እዚኦም ከምዚኦም ዓይነት ምስሉያት ፓስተራት ምስሉያት ሃዋርያት ነቢያት ባ ሎሚ ሎሚ ተወድኡና እኳ ኣለኹም ባ እንታይ ኢኹም ወደይ ስኹም ሰብ ዲኹም ክትበሃሉ ካብዚ ተምሃሩ ፓስተር ጎይቶም ራእዮ ጥዑይ ናይ ኣምላኽ ሰብ ጭዋ ሓቂ ይዛረብ ኣሎ በቃ ሓቂ ህዝቢ ክመርፆ ኣለዎ ኣብዚ ኣሜሪካ ራዮ ምረፁና እንዳበሉ እዮም ዝመፁ ህዝቢ ከዓ መሪፆ ትራምፕ ምራሕ ኣለዎ በቃ ብናፅነት ንኣቱ ብናፅነት ንወፅእ መን ኢኻ ድብለካ የለ ራይዎም ኣሕዋተይ ዓድና ኣይኮነ ዋጋ ይከፍልና ነዚ ኣሜሪካ ስታይ ጌርና ኣለዎ ሓንቲ ራይዎ በቃ ብሰላም ንኣቱ ብሰላም ንወፅእ ገበን ክሳብ ዘይገበርካ ዝትንክፈካ ሰብ የለን እዚ እዩ ሃገር ማለት ሃገር ዝበሃል እዚ ብናፅነት ትነብር ገለ መለ ከምዚ ዓይነት ህዝቢ ድመረፆ መሰል ናይ ምዝራብ ናፃ ዝገብር ዲሞክራሲ ኣብ ኤርትራ ክህሉ ክንዲ ድቃለሱሲ ንገዛእዮ ስልጣን ኩሉ ካብ ኣምላኽ እዩ እንዳበሉ ነቲ ሮሜ 13 ዘሎ ናብ ካልእ እንዳጠወዩስ ክፉእ ንዝገብር እንታይ ድብል ትሕት ኢልካ ምሰምብካ መጽሓፍ ቅዱስ እቶም ካብ ኣምላኽ ዝመፁ ሰበ ስልጣን ሲ ኢሉ ክፉእ ንዝገብሩ እንታይ ዝገብሩ ዝገንሑ ፅቡቕ ንዝገብሩ ከዓ እንታይ ዘተባብዕዮም እዩ ሕጂ እቲ ኣብ ዓድና ዘሎ ስርዓት ከመይ እዩ ክፉእ ንዝገብር ከም በዓል ኣወል ስዒድ መድረኽ ይህብ እቶም ፃድቃናት ከዓ ኮስቲሩ ኮስቲሩ ወዲእዎ ሕጂ ስኻ በዚ መፂኻ ዝተገዛዮ ስልጣን ኩሉ ካብ ኣምላኽ ኢልካ ንዓና ክተታልለና ከምኡ ድበሃል የለን ከምኡ ዝበሃል የለን ድታለል ወለዶ የለን ህዝቢ ዘይመረጾ መንግስቲ ኣብ ኤርትራ ኣሎ መንግስቲ እኳ ኣይትብሎን ኢኻ ሽፍታ በቃ ንሕና መንግስቲ ክንመርጽ እንተለና ኣብ ኤርትራ መንግስቲ የለን ኣርባዕተ ነጥቢ ኣብ ዝሓለፈ እውን ሓደ ጳጳስ ናይ ኦርቶዶክስ ተዛሪቦም ነይሮም ከምኡ ኢሎም ነይሮም ሓቂ ውፅኦም ኣብ ኤርትራ እንታይ ኢሎም መንግስቲ የለን የለን ኢሎ በቃ ብግልፂ ናይ ኣምላኽ ሰብ ከምዚ ዝኸውን ኣለዎ እባ ገሌኻትኩም ገለ ዓይነት ጸጋ እግዚኣብሔር ይህብኩም ናይ መዝሙር ናይ ስብከት ገለመለ ብሰንኪ እዚኣ ናይ ህግደፍ ምድጋፍን ለቆመፅመፅ ትብልዋ ዘለኹምን ብዙሕ ሰብ ጉሂልኩም ሓዚንልኩም ኣገልግሎትኩም ወላ ከይቅበል ባዕልኹም ደገ ዓፂኹም ክትንስሑን ክትምለሱን ይቕረ ክትብሉ ኣለኩም ንህዝቢ ኤርትራ ኣብ ቅድሚ ኣምላኽ ምሳኹም ሓቢሩ ደገልግል ዝኣክል ሰብ የለን ምሳኹም ሓቢሩ ዝረእ የለን ኣነ በዛ ነብሰይ ምሳኹም ክረእ ከማን ኣይደልን ነዚ ርጉም ስርዓት ትድግፉ ነዚ ቀታሊ ዓማፂ ቸድ ዋ ንስኻትኩም ዳኣ ትድፈሩ እምበር እንታይ ምሳኹም ክነገልግል እግዚኣብሔር ይግናሕኹም ነዚ ርጉም ስርዓት ነዚ ኣዴታትና ደንብዕ ደሎ ምሳኹምስ ክነገልግል ምሳኹም ከነገልግል ብጣዕሚ ክትሓፍሩ ኢኹም ማለት እዩ እግዚኣብሔር ከሕፍረኩም ተመለሱ ተመለሱ ሕጂ ኣነ እነግረኩም ኣለኹ ብናይ ሕውነት ፍቕሪ ብናይ ሕውነት ፍቕሪ ተመለስ ናብ ልብኻ ፓስተርኩም ሃዋርያኹም ተመለስ ነኽብረኩም ኢና ተግሳፅ ግን ተቐበሉ ተቐበሉ ንእሽተይ ኢልኩም ኣይትንዓቑና ጢሞቴዎስ ንእሽተይ ነይሩ ብጣዕሚ ኣብዚሕኩሞ ኣብዚሕኩሞ ምትላል ድራማ ቃል ኣምላኽ ዒራ ኣይፈልጡን እዮም ምእመን ኢልኩም ሲ ግደፉ ቃል ኣምላኽ ንፈልጥ ሰባት ኣና ያኣክል ምትላል ያኣክል ምድንጋር ባ ሓደ ሓደ ግዜ ሲ ይውዳእካ ኖ ብጣዕሚ ዋ እዚኣ ናይ ፓስተር ጎይቶም ምስ ሰማዕኹ ብፍላይሲ ነዲደ እየ ውሽጠይ በቃ እንታይ ነዚኣ ምባል ተፍርሖም እዞም ፓስተራት ኤርትራውያን ሃዋርያት ዋላ ዘመርቲ እንታይ እንታይ ዓይነት ቆሎ መፅመፅ ኢና ንርኢ ዘለና ኢለ በቃ ብጣዕሚ ዝገርም ብጣዕሚ ሓዚና በዘን ፓስተራት ናይ ሎሚ ብዝኾነ ንፓስተር ጎይቶም ኣተባብዕዎ ረይዎ ፓስተር ጎይቶም ቁኑዕ እዩ ንፍዕ ረዮ ብዙሕ ፈታዊ ከ ኣለዎ ፓስተር ጎይቶም ብዙሕ ደጋፊ ኣለዎ ብስብከቱ ይፍተው ወላ በቲ መንፈሳውነት ከዓ ይፍተው ራይዎ ብኩሉ እዩ ሰብ ዝፈቶ ፓስተር ጎይቶም ንምንታይ ኣብ ሓቂ እዩ ደሎ ኣብ ቅንዕና እዩ ደሎ በዚ ፖለቲካ ወገን ውፅዕ ህዝቢ ደሎ ኣብቲ መንፈሳዊ ተኮይነ እውን ቆልመፅመፅ ክትብል ኣይትርእን ኢኻ ገንዘብ ሃቡ ክብል ኣይትርእዮ፣ ገንዘብ ከታልል ኣይደሊ፣ ሃቡ ሃቡ ንምባል ጸገም የብሉን ድዩ? ክሸይጥ ብገንዘብ ዘይቲ ክሸይጥ ዘይቲ ገለ ከምኡ ኣይትርእየሉ ኢኻ። ጽፉፍ እዩ ኣገልግሎቱ። ንክርስቶስ እዩ ዘጠምት ኩሉ ትምህርቱ። ዳትስ ዋይ ፓስቶር ጎይቶም ብዙሕ ሰብ ዝፈትዎ ዓለማውያን ይፈትዎ፣ መንፈሳውያን ይፈትዎ። ንምንታይ? ከም ቃል ኣምላኽ ስለ ዝኸይድ ንዓና ኣርኣያ ድኾነና ፓስቶር ጎይቶም እዩ። ርእሲ ኩላቶም ኣብ ኤርትራውያን ዘሎ ፓስ- ፓስተራት ንፉዕ ኣርኣያ ድኸውን ፓስቶር ጎይቶም እዩ። ብሓቂ እየ ድብለኩም ዘለኹ ንዝኾነ ዓለማዊ ሕተቶ ትፈትዎ ሰባኻይ ካብ ኤርትራ ጴንጠ መን ይበሎ ፓስተር ጎይቶም ክብለካይ ንምንታይ ኣምላኽ ሞጎስ ይቦ ስለምንታይ ኣብ ቅንዕና ናብ ሓቅን ስለ ዘሎ ከምኡ ክንከውን ክንፅዕር ኣለና ኩላትና ኣነ በዛ ነፍሰይ ይፅዕር እየ ሕጂ ኩሉ ግዜ ከምዚ ናይ በዓል ፓስተር ጎይቶም ኳሊቲ ሂወት ክህልወኒ ማራ እየ ድፅዕር በቃ ኣምላኽ ዝፈትዎ ባህሪ ሰብ ዝፈትዎ ባህሪ ማለት እዩ ኣዘራርብኡ ርጡብ ኣብ ሓቂ ከኣ ደው ዝበለ ኢቭን ነቲ ስርዓት ከማን ክነቅፍ ከሎ ብዘይ ጸርፊ በገባብ በቃ እዚ ፓስተር ማለት መራሒ ማለት ኣርኣያ ዝኸውን ማለት እዩ ኣርኣያ ይኾነና ንዓና ከምዚኦም ርኢኻ ኣለኻ ተንግሶም ኣብ ርእስኻ ኣብዚ መፂኻ ንህግደፍ ገለገለ ትድግፍ ቆሎ መፀበፀልቲ ፓስተር ገለ ግን ትናዓቕ ሰብ ይንዕቐካ ዕድሜኻ ዓብይ ገለ ከለኻ ሰብ ይንዕቐካ ንምንታይ ኣምላኽ ድንዓቆ ህዝቢ ኤርትራ ዘበሳጨዎ መራሒ ስለ ትድግፍ ዘለኻ እስኻ እውን ምስኡ ትነዓቕ ማለት እዩ ንምንታይ ተነዓቐ ኣይትበል ባዕልኻ ንዝተነዓቐ መራሒ ኣንጊስካዮ ነዚ መታለሊ ሽፍታ ኣብ ኤርትራ ዘሎ ሰብ ዝረግጽ ስለዚ ፓስተራት ኤርትራውያን ሃዋርያትኩም ወላ ነቢያትኩም ትሕት በሉ እቲ ሓቂ መገዲ የርእዩና ኣለዉ በዓል ፓስተር ጎይታኦም በዓል ሃዋርያ እዝራ እሳያ እቲ ሓቀኛ መገዲ ናብኡ ንመለስ ኩላትና ኣብዚ ሙቾት ለሚድኩም ኖ ኖ ኖ ኖ ሰብ ክሳይ ክትገብሩ ፅቡቅ ኣይኮነ ይቕሬታ ናይ ድፍረት ቃላት ዝዛረብ ተኮይነ ይቕሬታ ቁጥዕ ስለ ዝበልኩ ኢሎም መዓንቲ ብጣዕሚ ተቆጥዐ እዚኣ ቪድዮ ምስ ረኣኹ ሲ ከምዚ ዓይነት ንገዛዮ ስልጣን ካብ ኣምላኽ እንዳበሉ ከታልሉ እንታይ ዓይነት ዜማታት እዚኦም ኢለ ብጣዕሚ ሓሪቐ ሓሪቐ ተሰሚዕኒ ማለት እዩ በጃኹም በጃኹም ፓስተራት ነቢያት ሃዋርያት ዘመርቲ ኤርትራውያን ግደፉ ትሕት በሉ ግደፉ ህዝቢ ዕዘበኩም ኣለዉ ግደፉ ንህዝቢ ኣይተቆጥዑ ሓቀኛ ቃል ኣምላኽ ንህዝቢ ኣካፍሎ እዚኣ ናይ ፓስተር ጎይቶና መራሒ ህዝቢ እዩ ድመርፆ በቃ ኣብ ኤርትራ ዘሎ መራሒ ህዝቢ ኣይመረፆን ኣይንፈልጦን ኢና በቃ ሃገርና ኤርትራ ካ ኢሳያስ በይኑ ይኮነን ኣምጽኦ ኩሎም ኣቦታትና ዋጋ ከፊሎም እዮም ኣምጽኦማ ልዕሊ ኢሳያስ ዝተቃለሱ ብቲ ሃገር ኣለዉ ኣብዚ መጺኹም ድራማ ይስርሑ ናይ ሓደ ሰብ ኮይና ሃገር ከም ድላዩ ድገብራ ተደልዩ ሸጣ ተደልዩ ስልጣን ካብ ኣምላኽ እሞ በቃ ድነገሰ ይንገሰና እሞ ንገዛ እዩ እንታይ እንታይ እንታይ ዓይነት ድራማ እዩ እንታይ እዩ ከመይ ገይሩ ኣብ ስልጣን መጽኡ ኣይንብልን እንዲና ኣንታ ገሌኻትኩም እኳ ኣይትሓፍሩን ኢኹም ኤሮፓ ኣሜሪካ እንዳነበርኩም ኣብ ዓዲ ሕጊ ኣብ ዓዲ መሰል መንግስቲ ከመይ ይምረፅ እንዳረኣኹም እዚ ኩሉ ፅቡቅ እንዳረኣኹም ኣብ ዓድኹም ከምዚ ክመፅእ ኣይትምነዩን ፎ እግዚኣብሔር ይግናሕኩም ባ ኣቆጢዕኹምና ሎማዓንቲ